ሰላም ኩልኹም ተቐማጦ ዲስን ከባቢኣን ከመይ ኣለኹም? ርሑስ ሓድሽ ዓመትን በዓል ልደትን ይግበረልና እንዳበልኩ ኣብዚ ኣብ ዕለት ዕስራን ሸውዓተን ጃንዋሪ ዝግበር ዘሎ ናይ ካንሰር መሺን ንምግዛእ ተዳልዩ ዘሎ መደብ ኩልና ኢደይ ኢድካ ክንብል ብሓባር ከነምሲ ብክብሪ ይዕድመኩም።

ክንሳተፍ ኩልና ብሓባር ነዚ ሰናይ ተግባር ክንድግፎን ክንስዕቦን ይላቦ። ኩሉ ግዜ ፈተውቲ ሃገርኩምን ፈተውቲ ህዝብኹምን ዝኾንኩም ህዝቢ ኤርትራ እንዳመስገንኩ እዚ ዕውት ናይ ማሽን ናይ ካንሰር ክግዛእ ዓቢ ዓቕሚ ስለዘለኩም በዓል ሙሉእ ተስፋ እየ ኣብ ዓወት የራኽበና።
ምሉእ ሽመይ ተመስገን ብርሃነ ስእለ ሳጓ ከኣ ባዚጋር ስነ ጥበባዊ ኣብዚ ናይ ዕለት ዕስራን ሸውዓተን ናይዚ ወርሒ እዚ ማለት እዩ ንህዝብና ንምድሓን ጥዕና ህዝብና ንምሕላው እታ ናይ ካንሰር ማሽን ንምግዛእ ኣብዚ ተኣኻኺብና ብደለና ዓቕሚ መቸም ህዝቢ ኤርትራ ተቐዲሕኻ ዘይትውዳእ ወዲ ቀይሕ ባሕሪ እንዲኻ ስለዚ ደደላካ ዓቕሚ በዓል ቅርሺ ቅርሺ በዓል ሚእቲ ሚእቲ ጌርና ንህዝብና ንምድሓን ኩላህና ንተሓባበር ወድሓንኩም የቐንየለይ መኸተ ኣንጻር ሕማም መንሽሮ ማለት ካንሰር ኤርትራውነት ዘኾርዕ መንነት ካብቲ ብዙሕ ላገቱ ሓደ ኣብ ወጻእን ኣብ ውሽጢ ንርከብ ኤርትራውያን ዘለና ጥቡቕ ምትእስሳር እዩ። ከምቲ ኩላህና ንፈልጦ ሓቂ፣ ንሃገርና ኤርትራ ንምድኻማን ንምብርካኻን ዘይተሓፍሰን ዘይተኣልመን ሸርሒ የልቦን። ኩላትና ኤርትራውያን ብሓባር ስለ ዝመከትና ድማ፣ ምስ ኩሉ ዕንቅፋታቱን ድኽመታቱን ነቲ ዘውረዶ ጸገማት ብጽንዓት በዲህና ኣብ ዝሓሸ መድረኽ በጺሕና ንርከብ። ፍጹም ዓወት ክኸውን፣ ጥዕና ህዝብና ከነውሕስ፣ ዝተበገስናሉ ዕማም ኣብ መፈጸምትኡ ክበጽሕ፣ ኢደይ ኢደይ ኢድ ኢድካ ኢልና ኢደይ ኢድካ ብምባል ተሳትፎና ነዕዝዘሉ ሰዓት ኣኺሉ ይርከብ። ከምዚ ኣብ ላዕሊ ዝተገልጸ ፍሉይ ናይ ምትሕጋዝ ባህልናን መለለይናን፣ ኤርትራውያን ነበርቲ ሰሜን ኣሜሪካ ሓላፍነትናን ኩነታት ሃገርናን ህዝብናን ኣብ ግምት የእቲና ናይ ሕማም መንሽሮ ማለት ካንሰር መሺን ንሃገርና ክንልእኽ ኣለና ካብ ዝብል ኒሕ ብምብጋስ ብዘደንቕ ሓልዮትን ፍቕርን ተዋፊርና ንርከብ። ነዚ ቅዱስ ዕላማ ሽትኡ ንምውቃዕ ድማ ብሓባር ንበገስ። ኣብዚ ኣብ ከባቢ ዋሽንግተን ዲሲ ድማ እንሆ ዓቢ መደብ ተዳልዩ ኩላትና ብሓባር ኣብዚ ናይ ምዝንጋዕን ምጉስጓስን ምሸት ተረኺብና ንህዝብና ኣለናልካ ንበል። እዛ መሺን እዚኣ ስርሓ ጀሚራ ክንርእን ክንሰምዕን ዝፈጥረልና ባህታ መዳርግቲ ኣልቦ እዩ። ኣብ መወዳእታ ክጠቕሶ ዝደሊ ኣብ መወዳእታ ክጥቀስ ዘለዎ ዘበርከትናዮ ዋላ ሳንቲም ትኹን ዓመታት ሓሊፉ፣ ዝኾነ መዘኻኸሪ ከም ዕላል ወይ ቪድዮን ስእልን ክትርኢ እንከለኻ ወይ'ውን ዝኸፈልካዮ ረሲት ምስ ትረክብ ንደቅኻ ክተዘንትወሎምን ምስ መቐርብትኻ ከተዕልለሉን ከለኻ ንኣብነት ንድርቂ ይኹን ንወራር ንምምካት ዘወፍኻዮ ሕጂ ምልስ ኢልካ ምስ ትዝክሮ ንህዝብኻ ምሕጋዝ ዝፈጥረልካ ደስታን ሓጎስን እቲ ዝዓበየ ርውየት ስለዝኾነ ኣብ ውሽጥኻ እዩ ተዘ ዝደብለካ ወረግ ሓንሳብ ሓንሳብ ንበይንኻ ንምንታይ ካብዚ ንላዕሊ ዘይሃብኩ ኢልካ ነብስኻ ትነቕፈሉ ኣጋጣሚ ብዙሕ እዩ ስለዚ ኩላህና ደቂ ሓደ ልቢ ኣብዛ ታሪኻዊት መዓልቲ ዕለት ዕስራን ሸውዓተን ጥሪ ማለት January two thousand twenty four ንህዝብና ኣለናልካ ክንብሎ ኩላትና ብሓባር ንራኸብ ቦታ ባህላውን ስቪካውን ማእከል ECCC

ናይ መስተ ኩሉ ጉዕዞታት ኣለና ጨረታ ኣለና ካልእ ፕሮግራማት እውን ኣለና ብኣድቨርታይዝ ጌርና ብሜድያ ክንሕብረኩም ኢና ግን እቶም ሶሻል ሜድያ ዘይትከታተሉ ሰባት ከዓኒ ብዙሓት ሰባት ኣብ ዝለኹሞ ንኩሎም ትፈልጥዎም ሰባት ክትሕብሩና በዚ ኣጋጣሚ ዕድመ ነቕርበልኩም ኩላትና እዞም ኣብዚ መፂና ዘለና ከዓ ዕለት ዕስራን ሸውዓተን የራኽበና ይቐኒልና